ራህዋ ዩቱብ ኢልኩም ኣቲኹም ክትረኽብዋ ትኽእሉ ኢኹም። በሉ ቀጥታ ሕጂ ናበይ ክወስደኩም ናብታ ኣፕሊኬሽን ክወስደኩም እቲ ኣፕሊኬሽን እቲ ኣፕሊኬሽን እዚኣ ትመስል እዚኣ ትመስል ኣፕሊኬሽን እዛ እዚኣ እንተላ ኣኺበላ ብቀይሕ ኣኺበላ ኒኹ ናይ ኢድ ምልክት ገረላ ኣለኹ ንስኣ ፒስፖን ትበሃል ኣብ ፕሌይ ስቶር ከይድና ከምዚኣ ገርና ሰርች ኣብታ ሰርች በተን ንኣቱ ኣብታ ሰርች በተን ኣቲና ፒስ ኣነ ብፍሩይ ገረ ክጽሕፈልኩም እንታ ንክራኣየኩም ከይደቀኩም ምእንታን ፒ ፒ ኣይ ሲ ፒ ፒ ኤች ኦ ኤን ሰርች ክትብልዋ ኣለኹም ቀጥታ ንሳ መጀመርያ ክትመፀልኩም እያ በቃ ረኹማ ኣብ ላዕሊ እንትለመፅያ ከምዚኣ ክትገብርዋ ኣነ ከኣ እንትኑ ኢንስታል ስለ ዝበልክዋ በቃ ቀጥታ ከምዚ ኢላ ክትመጸኒ ንዓኹም ከኣ ኢንስታል እያ ክትብለኩም ንዓይ ከኣ ኣነ ዳውንሎድ ስለ ዝገበርክዋ በቃ ከምዚ ኢላ ክትመጸኒ ቀጥታ ሕጂ ከመይ ኢልና ክንኣቱ ናብኣ ንኣቱ ኣብዚኣ ዳውንሎድ ኮይና ንስኹም ግን ዳውንሎድ ግበርዋ ኣነ ዳውንሎድ ስለ ዝገበርክዋ ቀጥታ ንዓ ከምዚኣ ገርና ንኸፈ ነቲ ኣፕሊኬሽን ማለት እዩ ነቲ ኣፕሊኬሽን ከምዚኣ ገርና ምስ ከፈትናያ ቀጥታ ኣብዛ ሰሌክት ሰርቪስ ሬንጅ ትብል ኣለኻ ንዓ ጽዕንትዋ ከምዚኣ ኣልኩም ከምዚ ኣገርኩም ጽዕን ትብልዋ በቃ ከምዚ ኢሉ ዓዲ ሃገራት ክመጸኩም እዩ ከምዚ ኢሉ በቃ ብዙሓት ሃገር ክመጽኩም ንስኹም እንታይ ትመርጹ ኢንድያ ኢንድያ ትብል ትመርጹ ኢንድያ ትብል ትመርጹ ከዛ ኦኬ ትብሉ ከምዚ ኣልኩም በቃ ካብኣ ትወጹ ኢንድያ ኢልኩም ምሳተኹም ካብኡ ከምዚ ኣገርኩም ስቶፕ ኢልኩም ትወጹ ከምዚ ኣገርኩም ፍታ ኢንድያ ምስ ካብኡ ናበይ ትኣቱ ናብ ዩቱብ ትኣቱ ናብ ዩቱብ ተኣትዉ ናብ ዩቱብ ተኣትዉ ሳብስክራይብ ላይክ ሸር ኣይትረስዑ ክብራት ይሕዋተይ ኣበረታትዑኒ ንዘይበፅሖ ንክበፅሖም ከዓኒ ሸር ግበሩ ዘይተረዳእኩም ተሃልዩ ከዓኒ ኣብ ኮመንት ተቐምጡለይ ኣነ ከዓኒ ራሕኩም ወይ ከረድአኩም ንስኩም ትፈልጥዎ ተሃልዩ ውን ንዓይ ሓብሩኒ ከብለኩም እየ ካብኡ ቀሲልና ካብዚ እንታይ ንገብር በቃ ደስ ዝበለና ኣብዚ ሕጂ ቪድዮ ንህሊ ሕጂ ሕጂ ቪድዮ ደስ ዝበለና ሕጂ ኣብዚ ንምሳሌ በቃ እስቲ በቃ ከምዚ ኢልና ንርእዮ እሞ ካብኡ ኣብዚ ዓይነት ለ ሕጂ ለምሳሌ እዛ ቪድዮ እዚኣ ጌርና ኦኬ ንበላ ከምዚ ኢላ ክትፃወት ከምዚ ኢላ ክትፃወት ከላ ቀጥታ ክመፀልና እዩ በቃ ድሓር እዛ ቪድዮ እንተለ ዳውንሎድ ትብል ንዓም ያገርኩም ንኽእ ተብለዋ ዳውንሎድ ትብለዋ ያገርኩም ዳውንሎድ ትብለዋ ምንም በቃ ኣብ ክፍልኩም በቃ ኦፍላይን ከም ድሌትኩም ክትሪኡ ትኽእሉ ኢኹም በቃ ብዘይ ምንም ጭንቀት ማለት እዩ ማለት ሳንቲም ክበልዐኒ እዩ ዝኾነ ዝኾነኒ ከይብል በቃ ክትብሉ ክትሪኡ ትኽእሉ ኢኹም ኣነ ኮንጎረ ዝጥቀም ሕጂ ንስኹም ከዓኒ ኮንጎርኩም ክትሪኡ ንዓኹም ይመኽረኩም በቃ በቃ ንዓኹም ጃግርና ነቑማ ከምኡ ገርና ካልእ ድማ ሕጂ ሕጂ ቀጥታ በቃ ንርእዮማ ከምዚ ገርና ሕጂ ኣብዚ ሕጂ ምሳሌ ኦፍላይን ከመይ ገረ ከም ንጥቀም ሕጂ ኦፍላይን ከርእየኩም እዩ ኣብዚ ሕጂ እሞ ረእኹሞ ከመይ ገርና ይቅርታ ኣብዚ ሕጂ ከምዚ ገርና በቃ ረኹም ኣብዚ ናት በቃ ኦፍላይን በቃ ረኹሞ ኣን ሕጂ ብኦፍላይን በቃ ምንም ሳንቲም ኣይበለዐኒ ምንም ኣይብለኒ ረኹሞ ዝገብር ኦፍላይን ዝርኢ ማለት እዩ በቃ ክቡራት ኣዕሩኽተይ ፈቲኹማ ክትኮኑ ተስፋ ገብር ጠቃሚታ ጠቂምሃኒ እያ ሞክርዋ ዳሓራይ ኣብ ኮመንት ኣቐምጡለይ እታ ኣፕሊኬሽን ብጣዕሚ ጠቃሚት እያ ኦፍላይን እያ በቃ ንጥቀመላ ምንም ዳታ ንጥቀም በቃ ረኹማ እታ ዳታ ናተይ ጠፊኣ እንተለ ረኹማ እታ ዳታ ዳታ ኣጥፊ እያ ንኹ እዚኣ እንተለ ማለት ዳታ ኣጥፊ እያ ንኹ ሕጂ ቀጥታ ናብታ ዩቱብ ክኣቲ ረኹም ናብ ዩቱብ ኣቲ ኣለኹ በቃ ከም ገረ ዩቱብ ረኹም ከፊትለይ በቃ ረኹሞ ቪዲዮታት ከም ገረ ከም ገረ ከጻወት ይኽእል ሕጂ ንምሳሌ ኣብዚ